ሰላም ክቡራት ተኸታተልቲ መደብና ንሎሚ ድማ ብመበል 16 ክፋል ትምህርትና ደጊምና ተራኺብና ኣለና እሞ ናብቲ ናይ ሎሚ ትምህርትና ቅድሚ ምእታውና ኣብ ናይ ዝሓለፈ ትምህርቲ ዝተምሃርናዮ ከዘኻኽረኩም ኣብ ዝሓለፈ ትምህርትና ብዛዕባ ኢንተርነትን ከምኡውን ታሪክ ምዕባለ ኢንተርነትን ኣተኪርና ካልኦትን ካብ ኢንተርነት እንረክቦም ኣገልግሎትን ከምኡውን ኢንተርነት ብከመይን ካበይን ክንረክብ ንክእል ዝብል ስፍሕ ዝበለ ትምህርቲ ተማሂርና ነርና ኣብዚ ንሎሚ ኣዳልናልኩም ዘለና መደብ ድማ መቐፀልታ ናይቲ ዝሓለፈ ቪድዮ ኮይኑ ምስ ኢንተርነት እንራኸበሎም መንገድታት ዝብል ክኸውን ንከታተል ሕራይ መጀመርታ ሃው ዱ ኣይ ኮኔክት ቱ ዘ ኢንተርነት ብኸመይ ኣገባቢ ኣነ ምስ ኢንተርነት ክጥቀምን ክራኸብን ዝኽእል ሕራይ እምበር ኣብዚ ሕጂ ሰዓት ኣብ ገዛና ኮይንና ወይ ድማ ሓደ ናይ ኢንተርነት ኣገልግሎት ዝህብ ኢንተርነት ካፈ ክንከፍት ደሊና ኣለና ንበል ብኸመይ ኣገባብ ኢና ኢንተርነት ክንረክብ ንዝብል ሕቶ እዩ እዚ ናይ ሎሚ ትምህርትና ክምልሶ እምበኣር ሕራይ እምበኣር ኣብዛ ክንከፍታ ዝሓሰብና ኢንተርነት ካፈ መጀመርያ ኢንተርነት ከነእቱ ኣለና ብድሕሪ እዚ ድማ ነቲ ኢንተርነት ህዝቢ እናኸፈለ ብመንገ ብገመድ ወይ ድማ ብገመድ ኣልቦ ማለት ዋይፋይ ኣገልግሎት ከም ዝረክብ ንገብር ማለት እዩ ቀፂልና ንሪኦ ታይፕስ ኦፍ ኢንተርነት ሰርቪስ እዩ ዝብለና ዘሎ እንታይ ዓይነት ናይ ኢንተርነት ኣገልግሎታት ኣለዉ ብዙሓት ዓይነት ናይ ኢንተርነት ኣገልግሎታት ኣለዉ ኣብ ዝሓለፈ ቪድዮ እውን ቅሩብ ተንኪፍናዮም ነርና ኢና ሕጂ ከዓ ኣብዚ ንተዓዘብ ቀጺልና እንገብሮ ነገር እንተኣልዩ ኣብቲ ንነብሮ ዘለና ሃገር ወይ ከባቢ ዘለዋ ወሃብቲ ኣገልግሎት ኢንተርነት ምድህሳስን ምፍላጥንን ንጅምር ማለት እዩ እቲ ደሊናዮ ዘለና ዓይነት ናይ ኢንተርነት ኣገልግሎት ክህባና ዝኽእላ ምዃነንን ዘይምዃነንን ድማ ነፅንዕ ዓይነታት ኢንተርነት ኣገልግሎት ቀፂልና በብሓደ ንርአ ቀዳማይ ዓይነት ናይ ኢንተርነት ኣገልግሎት ዲያል ኣፕ ዝበሃል እዩ እዚ እቲ ዝዛሓለ ናይ ኢንተርነት ኣገልግሎት ኮይኑ ኣብዚ ሕጂ ሰዓት ምናልባት ኣብተን ዘይማዕበላ ሃገራት እዩ እንተሃለወ ዝበለፀ እንተዘይተጠቀምናሉ እዩ ዝሓይሽ ምክንያቱ ኣዝዩ ዝሑል ናይ ኢንተርነት ኣገልግሎት ስለዝኾነ ዲያላ ብመንገዲ ናይ ቴሌፎን ገመድ ኣቢሉ እዩ ናብቲ ናብ ገዛና ወይ ድማ ናብቲ ደሊናያ ዘለና ዝኣቱ ማለት እዩ ቀፂልና ንረኽቦ ናይ ኢንተርነት ዓይነት ድማ ዲኤስኤል ዝበሃል እዩ ዲኤስኤል ሓደ ካብቶም ብብሮድባንድ ኢንተርነት ኣገልግሎት ዝወሃብ ኮይኑ ካብ ዲያላብ ዝቐልጠፈ ኮይኑ ብመንገዲ ናይ ቴሌፎን ላይን ድማ ካብቶም ኢንተርነት ሰርቪስ ፕሮቫይደርስ ዝወሃቡ ዝበሃሉ ይወሃበና። እዚ ሓደ ካብቲ ኣብዚ ሰዓት ኣብ ኤርትራ ዝስራሓሉ ዘሎ ኮኔክሽን እዩ። ከምዚ ንዕዘቦ ዘለና ድማ ብመንገዲ ናይ ቴሌፎን ላይን ኣቢሉ ይመፀና ማለት እዩ። ድሕሪኡ እቲ ናይ ቴሌፎን ላይን ምስ መፀ ስፕሊተር ትበሃል ተጠቂምና እቲ ንቮይስ ወይ ድማ ንቮይስ ኮል ንጥቀመሉ ናብ ቴሌፎንና ነላግቦ እቲ ንዳታ ወይ ድማ ንኢንተርነት ንጥቀመሉ ድማ ናብ ራውተርና ብምልጋብ ዝተፈላለዩ ካልኦት ከም ላፕቶፕና ከምኡውን ናይ ዋይፋይ ቴሌፎናትና ክንጥቀም ንኽእል ማለት እዩ ተዘይኮይኑ ድማ ዳይሬክትሊ ካብዛ ናይ ዳታ ላይን ናብ ኮምፒውተርና ብምልጋብ ከኣ ዳይሬክትሊ ኢንተርነት ክንጥቀም ንኽእል ማለት እዩ ስለዚ ከምዚ ዓይነት ስትራክቸር ጌርና ከዓ ንሰርሕ ሳልሳይ ንሪኦ ዓይነት ናይ ኢንተርነት ድማ ኬብል ዝበሃል እዩ እዚ ዓይነት ናይ ኢንተርነት ኣገልግሎት ኣብተን ዝማዕበላ ሃገራት ዝስራሓሉ ኮይኑ ብመንገዲ ኬብል ቲቪ ካምፓኒስ ልክዕ ከም ናይ ኤሌክትሪክ ገመድ ይዝርግሑልና እሞ ምስ ስማርት ቲቪ ወይ ምስ ኮምፒውተርና ወይ ድማ ምስ ዋይርለስ ራውተር ብምልጋብ ኣብ ገዛና ኮይና ከም በዓል ኔትፍሊክስ ዝኣመሰሉ ወዘተ ክፍሊት ወርሓዊ ክፍሊት ድዩ ገለ ዘለዎም ቻነልስ እንሪእሉ ኣብ ቴሌቭዥንና ከምኡውን ኢንተርነት እንጥቀመሉ ናይ ኢንተርነት መራኸቢ መንገዲ እዩ ማለት እዩ ልክ እዚ ከዓ ብተመሳሳሊ ከም ዝትሪእዎ ዘለኹም እቲ ኬብል ካምፓኒ ልክ ከምዚ ናይ ዲሽ ዓይነት ገመድ ዝመስል ከም ንዕዘቦ ዘለና ኣብዚ ናይ ኬብል ሞደም ኣላትና እዛ ሞደም ደሓር ክንመሃራ ኢና ካብቲ ኣናሎግ ሲግናል በዚ ዝመፀ ናብ ዲጂታል ሲግናል ቀይራ ኢና ብስቲ ሕልፈና ዘላ ማለት እዩ ስለዚ በዚ ኬብል ሞደም ይህቡና እሞ ካብኡ ንሕና ድማ ናብ ራውተር ብምጥቃም ወይ ድማ ስዊች ብምጥቃም ተደሊና ናይ ኣይፒ ቴሌፎንና ብኢንተርነት ጌርና ብቴሌፎን ንክንራኸብ የኽእለና ከምኡውን ምስ ኮምፒውተርና ብምርኻብ ድማ ኢንተርነት ክንጥቀም ንኽእል ብተወሳኺ እውን ምስ ተለቪዥን ኣራኺብና ከዓኒ ዝተፈላለዩ ቪድዮታትን ካልእ ካልእ ነገራትን ክንርኢ ብስማርት ቲቪ ከዓ የኽእለና ማለት እዩ ስለዚ እቲ ቤዚክ ስትራክቸር ናይ ኬብል ከዓ ከምዚ ይመስል ቀፂልና ንሪኦ ናይ ኢንተርነት ዓይነት ድማ እዚ ናይ ብሳተላይት ዝወሃብ ኢንተርነት ማለት እዩ እዚ ብሳተላይት ዝካየድ ርክብ ናይ ኢንተርነት ድማ ሓደ ካብቲ ህቡብ ብዋይርለስ ገመድ ኣልቦ መራኸቢ ኢንተርነት ኮይኑ ብፍላይ ንኣዝዮም ምሕድግ ዝበሉ ከባቢታት ብገመድ ክንበፅሖም ዘይንኽእል ቦታታት ኣዝዩ ውፅኢታዊ ዝኾነ እዩ እንተኾነ ግን እዚ ናይ ሳተላይት ኢንተርነት ኮኔክሽን ብዝተፈላለዩ ኩነታት ኣየር ይፅሎ እዩ ብፍላይ ደበና ዝዓብልሎ መዓልቲ እንድሕር ዳውዒልካ ነቲ ናይ ሳተላይት ኮሚኒኬሽን ብሎክ ስለ ዝገብሮ እቲ ኢንተርነት ከ ክቋረፅ እውን ይኽእል እዩ ከምዚ ንሪኦ ዘለና ዲሽ ኢኻ ትተክል ኣብቲ ናትካ ቦታ ዲሽ ኣለዋ ናይ ቢሳት ዝበሃላ ወይ ከዓ ናይ ሳተላይት ዲሽ ብምትካል ኢኻ ምስታ ሳተላይት ትራኸብ ማለት እዩ ቀጺልና ንሪኦ እዚ ናይ ሞባይል ብሮድባንድ ኢልና ንፅውዖ ናይ ኢንተርነት ኣገልግሎት ዓይነት ኣሎ ስሪጂ ፎርጂ ሕጂውን ፋይቭ ጂ ዝበሃል መፂ ኣሎ እዚኣቶም እቶም ብሞባይል ብሮድባንድ ኢንተርነት ኮኔክሽን ኢልና ንፅውዖም እዮም እዚኣቶም እቶም ብልምዲ ዳታ ኢልና ንፅውዖም ኮይኖም ብመንገዲ ኣብቲ ሃገር ዘሎ ቴሌኮሙኒኬሽን ካምፓኒ ዝተኸሎም ዓንድታት ወይ ድማ ታወርስ ብሞባይልና ጌርና ብሲም ካርድ ክንጥቀመሎም እንኽእል ዓይነታት ኢንተርነት እዮም። ብድሕሪኡ እቲ ንደልዮ ዓይነት ኢንተርነት ምስ መረፅና ድማ እንታይ ኢና ንመርፅ ነዚ ደሊናዮ ዘለና ኣገልግሎት ኢንተርነት ክትህበና እትኽእል ናይ ኢንተርነት ሰርቪስ ፕሮቫይደር ንደሊ ማለት እዩ ሕጂ ኣብ ሃገርና ዘሎ ሕጂ ንኣብነት ኤሪቴል ጥራይ ዘሎ ስለዚ ምስ ኤሪቴል ካብ ትዛረብ ኤሪቴል እንታይ ዓይነት ኮኔክሽን ኣሎም በቲ ዝህቡካ ኣገልግሎት ከዓ ትጥቀም ማለት እዩ ሃራይ እምበኣር ሕጂ እቶም ዘለዉ ዓይነታት ናይ ኢንተርነት ኣገልግሎት ክንርኢ ፀኒሕና እሞ እቲ ዝተርፍ እቲ ንሕና ደሊናዮ ዘለና ዓይነት ኢንተርነት ኣገልግሎት ክቕርበልና ዝኽእል ኣይኤስፒ ንመርፅ ማለት እዩ መብዛሕትኦም ISP ነቲ ዝህብዎ ዓይነት ኣገልግሎት ኢንተርነት ዝተፈላለየ ዋጋ ንዝተፈላለየ ቅልጣፈ ብምግባር ወርሓዊ ብምኽፋል ከም ንጥቀም ዝገብራና ማለት እዩ ንኣብነት ኣብዛ ንሕና ዝሓሰብና ኢንተርነት ካፈ ንወርሒ ብ10 ሽሕ ናፋ ናይ 1 ሜጋ ቢትስ ፐር ሰከንድ እንተእቲና ምስቲ ኣይኤስፒ በዚ ኮንትራት ንፍርም ወይ ድማ ንሰማማዕ ማለት እዩ ስለዚ ናይ ዋን ሜጋቢስ ፐር ሰከንድ ንወርሒ ሙሉእ ንተጠቀምትና እናከፋፈልና ነጠቀም ከምኡውን ንባዕልና ክንጥቀም ንኽእል ማለት እዩ ካብ ወርሒ ምስ ኣኸለት ከዓ ተንዕዳና ብቢል ንኸፍል ማለት እዩ ነዚ ግን ነዚ ዋን ሜጋቢስ ፐር ሰከንድ ዳዳ ክንውስኸሉ ደሊና ከዓ ክንውስኸሉ ንኽእል ኢና ምስቲ ዓሚል ተረዳዲእና ናብ ቱ ሜጋቢስ ፐር ሰከንድ ንገብሮ እቲ ዋጋና ከዓ ብመንፅር ከዓ ይውስኽ ማለት እዩ ስለዚ ክንምንታይ ዓቐን እዩ ዘድልየና ከዓኒ ክንፈልጥ ክንክእል ኣለና ኣብ ዝሓለፈ ቪድዮ እንድሕዳሪኹም ኣብኡ ብዛዕባ ንዊጅ ዝተዛሪብና ነርና ኢና ሕጂ ክንምንታይ ባንድዊዝ እዩ ዘድልየና ወይ ይኣኽለና ኢልና ንግምቶ ማለት እዩ ምስቲ ባጀትና ተሓሒዝና ክንፈልጥ ኣለና ዝቐልጠፈ ኮኔክሽን ዝኸበረ ክፍሊት ኣለዎ ስለዚ እዚ ካብ ግምት ከነእትዎ ግዴታ ኣለና ማለት እዩ ካልእ ቀፂልና ንሪኦ ኢንተርነት ክንጥቀም ምስ ንደሊ እንታይ እንታይ መሳርሒታት የድልዩ ኣብ ኢንተርነት ሕጂ እዚኣቶም ብዙሓት ክኾኑ ይኽእሉ እዮም